ኣብዚ ሎሚ ግዜ ብኦንላይን ኣታዊ ክገብር ዝደሊ መቸን ናይ ነብሲ ወከፍ ሕልሚ ኮይኑ ኢና ንረኽቦ። እንታይ ደኣ እቲ ሕቶ በየናይ እንተይ ከይድና ወይ ኣየናይ መገድታት ክንከይድ ኣለና ብኦንላይን ኣታዊ ክንገብር ዝብል እዩ። ኣብዛ ቪድዮ እዚኣ ነዛ ሕቶ እዚኣ ዝምልሳ ኣርባዕተ ክሳብ ሓሙሽተ ዝኸውን ኣዳልየ ኣለኹ። ስለዚ እዛ ቪድዮ

እተን ቀንድን ኣገደስትን ኣነ ዝጥቀመለን ኣብ ኦንላይን ኣታዊ ዝገብረለን ኣብ መወዳእታ ናይዛ ቪድዮ ገረየን ኣለኹ ስለዚ ክሳብ መወዳእታ እዛ ቪድዮ ተኸታተልዋ ብ ርግጸኛ ኢኻ ብዙሕ ዝኾነ ክትመሃርሎን ኢኹም። እተን ክልተ ናይ መወዳእታ ኣነ ንትጥቀመለን ኣታዊ ብዘየገድስ ብሓደጋ ክኸውን ይኽእል ወይ ብዝተፈላለየ እንድሕር ደኣ ኣብ ስርሐይ ደው ተይለ ብዘይ ጸገም ነዊሕ ግዜ በቲ ኣታዊ ኦንላይን ዝገብረሉ ንክን ክነብር ከም ዝኽእል ማለት ስለዚ እዛ ቪድዮ ክልተ ኣገደሲ ኣብ ድሕሪት ገሬና ኣለዉ ክሳብ መወዳእታ ብዓቕሊ ረእይዋ ኣኹም እዛ ቪድዮ ማለት እዩ እቲያ ቀዳመይቲ ናይ ኦንላይን መንጭ ንገብረላ ኡምፍራገ ኡምፍራገ ማለት እንታይ ማለት እዩ ንስኻ ነቶም ትካላት ብዝተፈላለዩ ዓይነት ዓበይቲ ኢንዱስትሪታት ነቲ ናቶም ፕሮዶክት ንምእንታን ንኸመሓይሹ ንዓማዊሎም ምክንያቱ ኣብዚ ሎሚ ግዜ ብዙሕ ኮንኮረንስ ወይ ብዙሕ ናይቲ ትካላት ተፃብእቲ ከምኡ ዓይነት ፕሮደሲርን ዝገብሩ ትካላት ስለ ዘለዉ እቲ ፕሮደክት ናቶም ብሉፅ ኮይኑ ናብ ዓማዊል ንክሽየጥ ብብዝሒ ክሽየጥ ሰባት ኣብ ኦንላይን ኢመይል ናቶም ይብዎ ወይ ኢመይል ናትካ ክህልወካ ኣለዎ ሽዑ ኢመይል ምስ ገበርካ ነቲ ፕሮደክት ናይተን ትካላት ንስኻ እቲ ፅቡቕ ፖዘቲቭ ነገሩን እቲ ሕማቕ ነገሩን ትጽሕፎ ኣሎ ማለት እዩ ወይ ከኣኒ ኣብኡ ኣሎ ሕቶታት ነቲ ሕቶታት እዚ ጽቡቕ ወይ ከኣ እዚ ሕማቕ ኣብዚ ክመሓየሽ ኣለዎ ከምዚ ዓይነት ጽቡቕ ረኺበዮ ገለ ኢልካ ነቲ ፕሮደክት ማለት እዩ እስኻ ኣብ ተፈላለየ ማርኬታት ትገዝኦ ማለት እዩ ሕቶታት ንዕኡ ትመልኦ ማለት እዩ ኣብ ሰዓት 15 ዶላር ክሳብ 50 ዶላር ዝተፈላለየ ማለት እዩ ክትእቱ ትኽእል ኢኻ ማለት እዩ ኣብ ሰዓት የብለኩም ደለኹ ማለት እዩ ስለዚ ኣብ ሰዓት 15 ክሳብ 50 ዶላር ከከምቲ ንስኻ ግዜ ዝወሰድካ እንድሕር ዳ ግዜ ተሃሊካ ድሕሪ ስራሕኻ ምስ ዕረፍካ ክልተ ሰዓት እንድሕር ዳ ብ15 ንኣብነት 30 ተእቱ ማለት እዩ ሕጂ ኣብ መዓልቲ እንድሕር ዳ 30 30 ተእቱ ተኾንካ ኣብ ወርሒ ክንደይ ተእቱ ኣለኻ ክድምሮ ትኽእል ኢኻ ማለት እዩ ስለዚ ከምዚ ዓይነት እቲያ ቀዳመይቲ ብኦንላይን ኣታውን ገብረላ እቲያ ካልእ እቲ እዚኣ እኳ ብኦንላይን ኣይኮነትን ንኣብነት ንስኻ እንድሕር ደኣ ኣታዊ መንጪ ክትገብር ተደሊኻ ስራሕ ኣለካ ንበሎ ሰሪሕኻ ምስ መጻኻ ናብ ገዛኻ ክልተ ሰዓት ተዕርፍ ክልተ ሰዓት ምስ ዕረፍካ ዝተፈላለየ ነቲ ንስኻ ትደልዮ ማለት እዩ ግዜ ምስ ወሰድካ ሰዓዲኻ ንሰዓዲኻ ንኣርባዕተ ሰዓት ኣታዊ ትገብረሉ ኣብ ረስቶራንት ድዩ ኣብ ዝተፈላለየ ማለት እዩ ናይ ፅሬት ድዩ ንስኻ ክትገብር ኣታዊ ክሰርሕ ትኽእል እያ ኣብዚ ሕጂ ኦንላይን ኣይኮነን ግን ግዜኻ ኢንቨስቴሪን ክትገብረሉ ትኽእል እዛ ትበሃል እዚኣ እውን ኣነ እውን ይጥቀመላ ንኣብነት እንድሕር ዳ ንስኻ ንሰባት ፅቡቕ ምስ ሰባት ምስራሕ እንድሕር ደኣ ደስ ዝብለካ ተኾይኑ ኣብ ረስቶራንት እንድሕር ደኣ ንኻልኦት ሰባት ወይተር ከ ምግልጋል ደስ ዝብለካ ተኾይኑ ብኡ ግበር። ሕጂ ኣብዚ ነቲ ገንዘብ ጥራይ ዘይኮነስ እንታይ ደኣ ነቲ ንስኻ ኣክቲቭ ኮንካ ግዜኻ ማናጅመንት ጌርካ እቲ ግዜኻ ሓደ ትጥቀመሉ ከምኡ ምስ ሰባት ምልላይ ክኸውን ይኽእል ከምኡ እውን ነቲ ንስኻ ትፈትዎን ተፍቅሮን እዚ እዘን ኣብዛ ቪድዮ እዚኣ ንዛረበለን ዘለና ስኬትንሽ ኡምጌልድ እንታይ ደኣ ንስኻ ኣብዚ ነቲ ክእለታትካን ዓቕምታትካን ወይ በቲ ንስኻ ትፈትዎ ምስራሕኒ ስለዚ እንድሕር ደኣ ተረፍ ግዜኻ ኣብ ትርፊ ግዜኻ ክልተ ሰዓት ድዩ ክሳብ ሰለስተ ሰዓት ኣብ ዝተፈላለየ ዓይነት በቲ ንስኻ ትፈትዎ ክትሰርሕ ትኽእል ኢኻ ማለት እዩ ሕጂ እተን ኣገደስቲ ካብተን ኣርባዕተ እዚኣ ቀንዲ ኣነ ዝጥቀመላ ኩሉ ግዜን እዚኣኣ ማለት እዩ እዚኣ ከዓ ንስኻ ስራሕ ኣለካ ንበሎ ወይ ስራሕ ኣለኪ ሙሉእ ሰዓታት ትሰርሕ ኢኻ ንበሎ ስለዚ ኣታዊ ኣለካ ካብዚ ኣታዊኻ ንስኻ 25 እንዲኻ ክሳብ 30 ፐርሰንት ሴፍ ትገብር ነብስኻ ትኸፍላ ኣቐዲምካ ማለት እዩ ሕጂ እዚ ገንዘብ እዚ እንታይ ኢኻ ትገብሮ እዚ ገንዘብ እዚ ኣብ ባንክ እንድሕር ዳ ኮፍ ተቢልካዮ ባንክ ጥራይ ደገልግሎም ዋላ ባንክ ኣየገልግሎም እቲ ገንዘብካ ኣብቲ ኣካውንትኻ ቁጽሪ ጥራይ ኢኻ ትርኢ ዘለኻ እንታይ ክትገብር ኣለካ ስቶክ ማርኬት ወረን ባፈድ እንታይ ይብል መስለኩም ሓንቲ ጥቕሲ ናይ ወረን ባፈድ እንድሕር ደኣ ንስኻ ደቂስካ እንከለኻ ገንዘብ ኣታዊ ክትገብር እንተዘይክኢልካ መዋእልካ ደድሕሪ ገንዘብ ክትከይድን ክትጎይን ክትነብር ኢኻ ይብል ማለት እዩ ስለዚ እስኻ ኣታዊ ኣለካ ንበሎ ካብዚ ኣታዊኻ ዕስራን ሓሙሽተን ክሳብ ሰላሳ ፐርሰንት ነብስኻ ትኸፍላ። እዚ ገንዘብ እዚ ኣብ ክንደይ ኣብ ኣካውንትኻ ተቐምጦ ኣብ ስቶክ ማርኬት ገንዘብካ ወፍሪ ትገብር። ስቶክስ ትገዝእ፣ ኢቲኤፍስ ትገዝእ፣ ክሪፕቶ ትገዝእ ከምኡ እውን ኢደል ሜንታለ ትገዝእ ማለት እዩ ዚልባ ወርቂ ኮሚታት ትገዝእ ማለት እዩ ስለዚ እቲ ገንዘብካ ንዓኻ ይሰራሓልካ ንስኻ ክትድቅስ እንከለኻ፣ ንስኻ ከተዕርፍ እንከለኻ፣ እስኻ ተለቪዥን ክትርኢ እንከለኻ፣ ንስኻ ቴለፎን ክትርኢ እንከለኻ፣ እዚ ገንዘብካ እዚ ንመዋዕል ንዓኻን ንደቅኻን ደቂ ደቅኻን እንዳሰርሐ ካብኡ ከምዚ ሓደ ሓንቲ ፍረብ ገዛኻስ ኣላትካኖ ነዛ ገረብ ሕጂ ኩሉ ግዜ ማይ ተስትያ እሳ ከዓ ኩሉ ግዜ ፍረ ትበካ ማለት እዩ ካብታ ፍረ ሕጂ እንዳ ቀንጠብካ ትበልዕ ማለት እዩ ሕጂ እዚኣ ከኣ እታ ቀንዲ እስቶክ ማርኬት ከም ሓንቲ ገረብ ኣላትካ ኣብ ገዛኻ ነታ ገረብ ከኣ ማይ እንዳ ሃብካ ትኾስኩሳ እሞ እታ ገረብ ከኣ ንዓኻ ፍረታት ትህበካ ካብቲ ፍረ እንዳ ቀንጠብካ ትበልዖ እስቶክ ማርኬት ከኣ ከምኡ ጌርካ ረእዮ ስለዚ ኣብ ስቶክ ማርኬት ገንዘብካ ዋላ ኩሉ ኣይትግበሮ ካብቲ ንስኻ ሴፍ ትገብሮ ግን ክፋል ካብኡ ርብዒ ናቱ ወይ ፍርቂ ናቱ ኣብ ስቶክ ማርኬት ኢንቨስቲርን ግበሮ ወይ ወፍሪ ግበር እዚኣ እታ ቀንዲ ኣነ መንጫ ኣታውየይ ዝገብረላ ተወሳኺ እዩ ማለት እዩ እቲያ ራብዒትን ናይ መወዳእታን ከዓኒ መጀመርያ መጀመርያ እዚኣ እኳ ሕጂ ቁሩብ ኢንቶሽን ክገብረኩም እየ ወይ ከኣኒ ካብ ደይ ተጸበኹሞ ክትከውን ትኽእል እያ ማለት እዩ ምኽንያቱ ኣርባዕተ ኣታዊታት ብኦንላይን ስለ ዝበልኩኹም ማለት ነዚ ኩሉ ክንገብር ንሕና መጀመርያ መጀመርያ ገንዘብና ወፍሪ ክንገብር ኣብ ስቶክ ማርኬት ፍልጠት ክህልወካ ክኽእል ኣለዎ ገንዘብካ ወፍሪ ንክትገብር ንክትሰርሕ ወይ ከዓ ኣብ ኦንላይን ኣታዊ ንክትገብር ድኾነ ንስኻ ተበግሶ የድልየካ ነዚ ኩሉ ክስታይ ትገብሮ ከዓኒ እዛ ራብዒት እያ ኣብ ፍልጠትካ ኢንቨስቲር ንግበር ፍልጠት ናትካ እንድሕር ዳኣ እንተዕቢኻዮ ኣታዊኻ ይዓቢ ፍልጠት ናትካ እንድሕር ዳኣ ተዘይዕቢኻዮ ኣታዊኻ ከዓ ኣብቲ ሕጂ ዘለኻዮ ወይ ኣብቲ ሕጂ ዘለኽዮ ደው ይብል ማለት ፍልጠትካ ክዓቢ እንከሎ ኣታዊኻ እንዳዓበየ ይኸይድ ነብስ ተኣማንነት ናትካ ክዓቢ እንከሎ፣ ንስኻ ከኣ ካልኦት ዕድላት ኣታዊ ትገብረሉ መንጭታት ፍልጠት ፍልጠት እንድሕር ደኣ ተሃሊካ ኣታዊታት ኣለካ ፍልጠት ተዘይሃሊካ ከኣ ኣታዊታት የብልካን ኣብ ሓደ ተሓጺርካ ስቕ ትብል ማለት እዩ ሕጂ እንድሕር ደኣ ኣብ ፍልጠትካ ወፍሪ ትገብር ተኾንካ ዕድላት ንክትርእይን ክተለልን ከኣ ብዙሕ ዕድላት ይህልዉኻ ማለት እዩ። እቲ ሓሙሸይትን ናይ መወዳእታን ካልእ ተወሳኺ ክንገብረሉ ንኽእል ከዓኒ ንኣብነት ወርቂ ከምዚ ክቡር ነገር እንድሕር ደኣ ዘቐመጥካዮ ወይ ገንዘብ እንድሕር ደኣ ተሃልይካ ከምዚታት ከዓ ክትገዝእ ትኽእል ኢኻ። ኩሉ እኳ ተዘይኮይነ ገለ ክፋልካ ከዓ ከምዚ ትገብር ትገዝእ እሞ ብድሕሪኡ እቲ ናቱ ክብሪ ኣይጠፍእን እዩ ም- ምስቲ አ፣ ካብ ዓመት ናብ ዓመት ከዓ ኣታዊኡ ስለ እንዳዓበየ ድኸይድ ንኣብነት ወርቂ ተገዚእኻ እቲ ወርቂ እንዳዓበየ አ፣ እቲ ናቱ ዋግኡ እንዳ- እንዳወሰኸ ስለ ዝኸይድ ኦረዲ ንስኻ ከም ኦንላይን እ፣ ወፍሪ ዝገበርካ ወይ ከዓ ከም ሓደ እ፣ ኣብ ሓደ ፅቡቕ ነገር ወፍሪ ከም ዝገበርካ ክትሓስቦ ትኽእል ኢኻ ማለት እዩ ስለዚ እዘን ሓሙሸ እዚአን ድሕር ደኣ ኣብዘን ሓሙሸ እዚአን ወፍሪ ድሕር ደኣ ተገርኩም ርግፀኛ እየ ንስኻትኩም ኣታዊኽን ከም ዝዓብን ከምኡውን ፍልጠት ናትኩምን እቲ ኮንፊደንስ ናትኩምን እንዳዓበየ ከም ዝኸይድ ማለት ስለዚ እዘን ሓሙሽተ እዚኤን ኣታዊ ከምቲ ወርን ባፈት ድበሎ ማለት እዩ እንድሕር ደኣ ንስኻ ደቂስካ እንከለኻ ኣታዊ ክትገብር ተደሊኻ ንስኻ ኩሉ ግዜ ዘይኮንካ እና ክትሰርሕ ወይ ኩሉ ግዜ ናይ ገንዘብ ፀገም ክህልወካ እንታይ ደኣ ንስኻ ባዕልኻ እትውንኖን ባዕልኻ እትመርሖን ግዜን ባዕልኻ እትመርሖ ህይወትን ከኣ ይህልወካ ማለት እዩ። ክሳብ መወዳእታ ምሳይ ስለ ዝጸናሕኹም የመስግነኩም። እዛ ቪድዮ ንብዙሓት ሰባት ንክትባጽሖም ሸር ግበርዋ ወይ ናብ የዕርኹትኹም ናብ መሓዛኺ ናብ መሓዛኻ ስደደሎም። ኣብ ካልእ ብኻልእ ክሳብ ንራኸብ ሓውኹም ግርማይ።